ሰላም ሰላም ክቡራትን ክቡራትን ተካታተልቲ ናብ ኮሙኒስት እንኳዕ ብደሓን መጻኹም ነዚ ቻናልና ሓደሽቲ እንተኾንኩም ላይክ ሰብስክራይብ ብምግባር ጀምሩ ሎሚ እውን ከምቲ ልሙድ ሓደሽትን ትኩሳትን ዛዕባታት ናባኹም ክነብልና ምሳና ጽንሑ መቐለ ተኸቢባ ተባሂሉ ዝተወዘዐ ሓበሬታ ካብ ሓቂ ዝረሓቐ እዩ። ናብ መንግስቲ ትግራይ ሕቶ ኣሎና ኢሎም ናብ መቐለ ዝመፁ ተጋደልቲ ዋላ እኳ ምስ ዕጥቆም እንተኾነ ሕዚ ኣብ ዝርርብ እዮም ዝርከቡ። እቶም ተጋደልቲ ትማሊ ምስ ዕጥቆም ኣብ ናይ ቀደም ሰሜን እዝ ክዓርፉን ክሓድሩን ብምግባር ሎማዕንቲ ዕስራን ሓሙሽተን ሕዳር ኣንጊሆም ሕቶኦም ናብ መንገስቲ ትግራይ ንምቕራብ ናብ ደጀን ቢሮ ኣምሪሖም እዮም። ኣብዚ ሕዚ ሰዓት ድማ ኣብ ዝርርብ እዮም ዝርከቡ። ኣብዚ ሕዚ ሰዓት ድማ ከተማ መቐለ ከም ወትሩ ሰላማ ሓልያ ትርከብ። ሰላም ንትግራይ! ንዓኻ ትመርሕ ዘለኻ እዩ እንተዘይ ካዓ ኢልካ ውረድ እዩ ካሊእ ዘረባ የብላን ሰሚዕኻኒ ሕቶ ትግራይ ትምልስ ተኮንካ መልስ ዘይትምልስ ተኮንካ ድማ ውረድ እያ ካሊእ ዘረባ እኮ የብላን መሬትና ምልሰልና ነዉ ዘሎ ህዝብና ብስሩ እዉን መን እኻ ንስኻ እዩ ዝብሃል ዘሎ መን እኻ ንስኻ መን እኻ ንስኻ ብዝፅሩ ኣይትቅልድ እዩ ዝብሃል ዘሎ ብቀዳማይ ኣነ ተዛሪበካ ነይረ ዝኾነ መጠንቀቅያ እዉን ሂበ ነይረ ትፈልጣ እኻ ማለት እዩ እዛ ጉዳይ እዚኣ ሕጂ እዉን ካብ ባዕልና ናብ ባዕልና ዝዉፅ ነገር ኣይኮነን ኣብ ባዕልና ንባዕልና እዩ ዘሎ ጥያቂ ተጥያቂ ግዴታ እዩ ሕቶታት ክምለስ ብሕጋዊ መሰረት እዩ ካብኡ ሓሊፉ ኣካፊኡ ስኢሉ ከምዚ እዩ እዚ እዩ ዝብል ወሬ ጥራይ ኮይኑ ይቅር እዚኣ ኣብ ወሬ ጥራይ ይትረፍ ወሬ ኣይንሰምዕን ንሕና ብዛዕባ ትግራይ ዝምልከት እዩ ሕቶ ዘሎ እታ እዋናዊ ሀዚ ዘላሲ ጀርመን እንታይ ድመስልኳ እታ እርግፅ ትብሎ ዘለካ ፅቡቅ እንድዩ ሀዚ ግን እታ ዘላ ኩነት ኣበ እዩ ዝኒሄ እቲ ሰራዊት ናይ ማን ከይብዎ ድዩ ምይጥ ይገብረ ኣሎ ዝብሉ እኒሄው እዚ ሲ እንታይ እያ ዝኒሃ ሀዚ እንታይ ኣብ ዝገብሩ ዘለው ብዙሕ ሰራዊት ድዩ ኣትዩ ከበድ ተፅዋራት ሒዞም እዮም ገለመለ ዝብል እውን ዝዛረቡ እነዉ ሱቅ ኢልካ ዘለ ዘየለን ዘየለን ስለ ዘሎ ሕፅር ኣቢልካ ንገረና እቱ መልእኽቱ ኣዳምፀኒ ኣዳምፀኒ ኩሉኹም ኣዳምፁ ሕጂ ኣብ ደጀን ሰራዊት ኣሎ እዩ ሰሚዕኻኒ እወ ሰራዊት ዘሎ ግን ክቢ ኣይኮነን እም፣ ተኸይብባ ከምዚ ዝበሃል በሃል ሓሶት እዩ ሰሚዕኻኒ እሺ ሰራዊት ዘሎ ፍቲ በሪ እ፣ ኣብ ፍቲ በሪ ዘሎ ሰራዊት ድማ ሕቶ ትግራይና ሕቶ ሰራዊት ህልውና ትግራይ መልስ እም፣ ታዘራ እዚኣ እያ እም። ዘይትምልስ ተዋንካ ድማ ያው ስልጣን ካልኣ እያ ካሊእ ዘረባ የብላን እታ ሕቶ እዚኣ እያ ወይ ንመልሰልና ዘይትምለስ ዓቕሚ እንድሕር ዘይካ ተኮይኑ ድማ ኣውርደልና እያ ካብኡ ክትኸይዱ እባ ከምዚ እባ ዝበሃል ዘሎ ሕቶ እዩ እኒኦ ዘረባ ጥያቐ እዩ ኣዛርበና እዩ ሰሚዕኻኒ ክተዛርበና ንዓ ንዘራረብ ፊት ንፊት ንዘራረብ እቶም ትብሎም ዘለኻ ሰባት መፂኦም ዝኾኑ ሰባት ከዛርቡ ሞኪሮም እዮም ተረዲእካ ዶኒ ኖኖ ኣይምልከተኩምን ዝምልከቶ ኣካል የዛርበና እዩ።
ፍስሃ ማንጁስን ኣማኒኤል ኣሰፋን ፈቲኖም ነይሮም ተብሂሉ ሓቂ ድዩ?
ኣይ እዚ ግደፎ ካሊእ ዘረባ እዩ ምናልባት ብድሕረና ኣይንፈልጥን ሕይ ኣነ ናብኡ ከይደ እናሃለኹ ይነበሩ ሰሚዕኻኒ ሰራዊት ኣብ ሳደገይ ዘሎ ኣብታ በሪ እዩ ዘሎ ካሊእ ዘረባ የብላን ዘዛረቦ ኣካል የለን ዝመፀ ኣካል እውን የለን ወዲ ወረደ ግን ተኣኽስታይ ያው እስካብ ሕጂ እታ መልሲ ኣይሃበን መልሲ ክህብ ግን ይጽበ ሕጂ ግን እቲ ዘረባ ሓፈሻዊ ናይ ተጋደልቲ ጥራይ ኣይኮነን እቲ ጥያቂ ንሳትኩም ትሕዞ ዘለኩም ማኒ ወሬ ተወሬ ዘይኮነስ እቲ ጥያቂ ሓፈሻዊ ናይ ትግራይ እዩ ናይ ትግራይ ጥያቂ ሰራዊት ትግራይ ማለት ዋሕስ ናይ ትግራይ እዩ ዋሕስ ናይ ህዝቢ ትግራይ እዩ በቃ ናይ ትግራይ ሕቶ እስካብ ዝምለስ እዩ መሳርያን ጥይትን ተሸኪሙ ኣብ በረካ ዝኒሀ።